ዜናታት ቀዳሞት ሚድያ ብቐጥታ ናብ ኢድኩም ክበጽሕኹም ቻነልና ሰብስክራይብ ግበሩ። ሓቀኛን ተኣማንን እዋናዊ ዜናን ሓበሬታታትን እነቕርበሉ ቀዳሞት ሚድያ ሰብስክራይብ፣ ላይክ፣ ሼር፣ ኮመንት ብምግባር ምሳና ክትኮኑ ብምዕዳም ንሎሚ ናብ ዝሓዝናዮም ሓበሬታታት ግንባርን ትኩሳት ዕለታዊ ዜናታትን ክንሰግር ኣቐዲምና ግን ኣርእስተ ዜናታት ክነስምዐኩም። ወረርቲ ሓይልታት መሊኦም ክሳብ ዝቃበጹ ደጀንነታዊ ቃልሰን ኣበርቲዐን ከም ዝቕጽላ ዋዕሮታት ደቂ ኣንስትዮ ስድራ ሰራዊት ትግራይ ገሊጸን። ህዝቢ ትግራይ ሒዝዎ ዘሎ ቀንዲ ኣጀንዳ ቃልሲ ከጥፍኡ ንዝደልዩ ግፍዐኛታት ጸላእቲ ተኸላኺሉ ዓርሱ ናይ ምድሓን ኩነታት ስለ ዘገድዶ እዩ ክብል ውድብ ብሄራዊ ባይቶ ዓባይ ትግራይ ባይቶና ኣፍሊጡ። ምንዋሕ ግዘ ገደብ ስራሕ ዓለም ለኸ ኮምሽን መፃረይ ጥሕሰታት ሰብኣዊ መሰላት ኣብ ኢትዮጵያ ከምዝድግፍ መንግስቲ ትግራይ ኣፍሊጡ ዝብሉን ካልኦትን ኣለውና ንክትከታተሉ ብክብሪ ንዕድም። ወረርቲ ሓይልታት መሊኦም ክሳብ ዝቃበጹ ደጀንነታዊ ቃልሰን ኣበርቲዐን ከም ዝቕጽላ ዋዕሮታት ደቂ ኣንስትዮ ስድራ ሰራዊት ትግራይ ገሊጸን። እዘን ኣደታት ሰራዊት ትግራይ ወሲኸን ከም ዝገለጾ ህዝቢ ትግራይ ኣብ ታሪኹ ንግዳማውያን ሓይልታትን ፋሽሽታውያን ሓይልታትን ተንበርኪኹ ከም ዘይፈልጥ ድሕሪ ምግላጽ እዚ ኣቲናዮ ዘለና መኸተ ናይ ፖለቲካ ኣፈላላይ ጥራሕ ዘይኮነስ ትግራዋይ ብምዃኑ ጥራሕ ካብ ገጽ መሬት ንምጥፋእ ዝዓለመ እዩ ኢለን። ስለዝኾነ ድማ ኩሉ ህዝቢ ትግራይ ካብቲ ኣቲናዮ ዘለና ጸበባ ፈንፂሕና ንምውፃእ ኩሉ ዝምልከቱ ኣካል እጃሙ ክፍጽም ይግባእ ኢለን። ብተወሳኺ ይብላ እዘን ኣደታት ኣብዚ ኣቲናዮ ዘለና ብዓይነቱ ዝተፈለየ ምዕራፍ ግደ መናእሰይ ዕዙዝ ብምዃኑ ኩሉ መንእሰይ ትግራይ እዚ ዕፅዋን ክባን ንምፍንፃሕ ታሪኻዊ ሓላፍነቱ ክፍፅም ይግባእ ኢለን። ህዝቢ ትግራይ ሒዝዎ ዘሎ ቀንዲ ኣጀንዳ ቃልሲ ከጥፍኡ ንዝደልዩ ግፍዐኛታት ጸላእቲ ተኸላኺሉ ዓርሱ ናይ ምድሓን ኩነታት ስለ ዘገደደ እዩ ክብል ውድብ ብሔራዊ ባይቶ ዓባይ ትግራይ ባይቶና ኣፍሊጡ። ውድብ ብሔራዊ ባይቶ ዓባይ ትግራይ ባይቶና ህዝቢ ትግራይ ኣብ ዘካየዶ ህዝባዊ ቃልሲ ኣብ ዲፕሎማስያዊ፣ ወታደራዊ፣ ፖለቲካውን ካልኦት ዓውድታትን ካብኡ ዘድሊ ኩሉ ኣብ ግዚኡ ይፍጽም ምህላዉ ድማ ምኽትል ኣቦ ወንበር እቲ ውድብ ኣይተ ክንፈ ገብረዮሃንስ ኣብ ዝሃብዎ መግለጺ ሓቢሮም። እነካይዶ ዘለና ቃልሲ ፖለቲካዊ ዛዕባ ዝዓብለሎ እንተይኮነስ ዝተፈጸመልና ዝፍጸመልና ዘሎን ብሄርን መንነትን መሰረት ዝገበረ መጥቃዕቲ ንዘልኣለም ከይድገምን ምዃኑ ኣይተ ክንፈ ኣብ ዝሃብዎ መግለጺ ኣመልኪቶም ኣለዉ። ኣብቲ ዝካየድ ዘሎ ኩናት ንጀግና ሰራዊት ትግራይ ዝነኣዱ ኣይተ ክንፈ ቃልሲ ህዝቢ ትግራይ ንምዕዋት ትግራዋይ ምዃን እኹል ብምዃኑ ድማ ብዘይ ዝኾነ ፃውዒት ኢሉ ኸቲቱ ግቡኡ ክፍፅም ይግባእ ክብል ድማ ኣገንዚቡ። ምንዋሕ ግዘ ገደብ ስራሕ ዓለም ለኸ ኮሚሽን መፃረይ ጥሕሰታት ሰብኣዊ መሰላት ኣብ ኢትዮጵያ ከም ዝድግፍ መንግስቲ ትግራይ ኣፍሊጡ። ኣብቲ ብቤት ጽሕፈት ዝምድናታት ትግራይ ዝወጸ መግለጺ፣ ካውንስል ሰብኣዊ መሰላት ውድብ ሕቡራት ሃገራት ነቶም ኣብ ትግራይ ዝተፈጸሙ ዓለምለኻዊ ገበናት ዘጻሪ ጉጅለ ስርሑ ንቐጻሊ ሓደ ዓመት ምንውሑ ብፋሽሽታውያንን ወረርትን ሓይልታት ኣብ ልዕሊ ህዝቢ ትግራይ ዝተፈጸመ ጆኖሳይድ ተጻርዩ ተሓታትነት ከምጽእ ዝሕግዝ ምዃኑ ገሊጹ። እዚ ንክኸውን ግን እቲ መጻረይ ጉጅለ ናብታ መድረኽ ግፍዕታት ኮይና ዘላ ትግራይ ወሪዱ ብዘይሻራዊ ኣገባብ ከጻሪ ኣለዎ ብምባል ነቲ ጉጅለ ዘድሊ በጀት ክስለዐሉ ይግባእ ኢሉ። እቲ መጻረይ ጉጅለ ናብ ትግራይ መጺኡ ምርመራ ከይገብር ዕንቅፋት ዝፈጥር ዘሎ ጉጅለ ኣብይ ኣሕመድ ምዃኑ ብምግላጽ መንግስቲ ትግራይ ዘድሊ ምትሕብባር ከም ዝገብር እውን ኣረጋጊጹ። ዓለም ለኸ ማሕበረሰብ ኣብ መበል ዕስራን ሓደን ክፍለ ዘመን ኣብ ልዕሊ ህዝቢ ትግራይ ዝፍጸም ዘሎ ጆኖሳይዳዊ ኩናት ደው ክብል ዝጭበጥን ተግባራዊ ስጉምትን ክወስድ ፖለቲካዊ ውድባት ትግራይ ጸዊዖም። ፖለቲካ ውድባት ትግራይ ብሔራዊ ባይቶ ዓባይ ትግራይ ባይቶና ውድብ ናጽነት ትግራይን ሳልሳይ ወያነ ትግራይን ብሓባር ናብ ኣቦ ወንበር ኮሚሽን ሕብረት ኣፍሪካ ሙሳ ፋቂ መሃማት ኣብ ዝጸሓፍዎ ቅሉዕ ደብዳበ ማሕበረሰብ ዓለም ኣብ ትግራይ ዘካይዶ ዘሎ ደማዊ ኩናት ብሰላም ንምፍታሕን ዝግባእ ትኹረትን ጠመተን ሂብካ መዕለቢ ክረክብን ሕብረት ኣፍሪካ ንዝጀመሮ ፃዕሪ ልዑል ቆላሕታ ሂቡ ክሰርሕ ይግባእ ኢሎም። ኣብ ትግራይ ኣብ መበል 21 ክፍለ ዘመን ኣብ ልዕሊ ንጹሃን ሰባት ዘሰንብድ ጥሕሰት ሰብኣዊ መሰላት፣ ገበናት ኩናት፣ ገበን ኣንጻር ሰብኣውነትን ሓዊሱ ብሓፈሻ ገበን ጆኖሳይድ ይፍጸም ኣሎ ዝበለ እቲ ደብዳበ ኣብዚ ደማዊ ኩናት ብርክት ዝበሉ ሓይልታት ወጻእን ውሽጢ ዓድን ብቐጥታን ብተዘዋዋርን ይሳተፉ ከም ዘለዉ ድማ ኣረጋጊጹ። ኣብ ትግራይ ብፋሽስት ጉጅለ ኣብይ ኣሕመድ ብዝተነበረ ትሉም ዕጽዋ ዓለም ለኸ ሕጊ ሰብኣውነት ይጠሓሰሎ ዝበሉ እቶም ፖለቲካዊ ውድባት በዚ ድማ ህዝቢ ትግራይ ብሕጽረት ኣፋውስ ምግብን ሕማምን ንሞትን ካልኦት ሰብ ስራሕ ጸገማትን ይቃላዕሎ ኢሎም። ኣብ ጉዳያት ሕብረት ኣፍሪካ ክንኣቱ ዘይኮነስ ሕብረት ኣፍሪካ ዝፃወቶ ዘሎ ሃናፂ ዘይኮነ ግደ ንቃወም ዝበሉ እቶም ፖለቲካዊ ውድባት በዚ ዕላምኡ ዝሰሓተን ዘጓተት ዘሎ ፃዕሪ ዘተ ሰላም ብሚልዮን ዝቑፀር ህዝቢ ትግራይ ኣብ ሓደጋ ይወድቕ ከም ዘሎ ድማ ኣብሪሆም። ቤት ምኽሪ ጸጥታ ውድብ ሕቡራት ሃገራት ጉዳይ ትግራይ ንብርክት ዝበሉ ግዜያት ኣጀንዳ ገይሩ እንትዝቲ ሕብረት ኣፍሪካ እዚ ዛዕባ ኣጀንዳ ገይሩ ዝዘተየሉ መድረኽ ከምዘየለ ዘዘኻኸሩ እቶም ኣብ ትግራይ ዝርከቡ ፖለቲካዊ ውድባት እዚ ድማ እቲ ሕብረት ነዚ ደማዊ ኩናት ዝሃቦ ትኹረት ትሑት ምዃኑ የመልክት ይብሉ። ብፍላይ እቲ ሕብረት ወራሪ ሰራዊት ውልቀ መላኺ ኢሳያስ ኣፈወርቂ ሉዓላዊ መሬት ትግራይ ወሪሩ ዓበይቲ ዓለም ለኻዊ ገበናት ይፍጽም ኣብ ዘለሉ እዋን እዚ ጉዳይ ከይተረፈ ክኹነን ብዘይምኽኣሉ ውድቀቱ ዘመላኽት ኢሎም። ብምዃኑ ድማ ማሕበረሰብ ዓለም ነዚ ደማዊ ኩናት ብዘተን ሰለማዊ መንገድን ምፍታሕ እዚ ሕብረት ንዝገበሮ ምንቅስቓስ ልዑል ጠመተ ብምሃብን ሓገዝቲ ብምዃንን ሞራላውን ሕጋውን ሓላፍነቱ ክፍጽም ሓቲቶም ኣለዉ ዝብሉን ካልኦትን ነይሮም። ንምክትታልኩም ኣዚና ነመስግን። ሰላም